ብኡነት ከምዚ ተጸብቕወን ነይረ ኣነ ኦ ማይ ጋድ ሰላም ክብራተይ ከመይ ቀኒኹም? ኣነ እግዚኣብሔር ይመስገን ፅቡቅ ቀኒ ሎማዓንቲ ብዙሕ መግለፂ ከየድልየ ብምሉእ ተሓጎስ ኣብ ገፀይ ተንብብዎ ኣለኹም ርግፀኛ እየ ሎማዓንቲ ሰብኣይ ኣዝየ ዝብህጎ ዝነበርኩ ወርቂ ብጣዕሚ ደስ ዝብለኒ ዝነበረ ወርቂ ገዚኡ የሕጒስኒ ሓቂ ዘረባ ኣምሪፅኒ እዩ ንማዘርስ ደይ እዩ ከዓ ሓሲብዎን ነይሩ ማዘርስ ደይ በቃ መሪጽኪ ብጣዕሚ ተሓጒስኪ ክትውዕሊ ኣለኪ ተባሂለ ነይረ ብዙሕ ምስ ዝተወደስኩ ኣሎ እንዲ ግን ደሓን ናብቲ ወርቂ ክንኣትው ኢና ስለዚ ሎማዓንቲ መፂኡ ብጣዕሚ ዶንጊና ዶንጊ ስለ ዝተኣዘዘ ኣብ ማዘርስ ደይ ከርክበለይ ኣይከኣለን ግን ተኣደነት ስቲል ስለ ዘሎ

ዋው ኣነ ከምዚ ተጸበኽወን ነይረ ባ ኣነ ከምዚ ተጸበኽወን ነይረ ልክ ዕስራን ሓደን ካራተ ወርቂ እዩ ምስ ረሲቱ Oh my God oh my God ሉላ ሓፍተይ ዳኒ ሓወይ thank you so much። ኡፍ ኣገባብ በቃ ካብ ትጽቢተይ ንላዕሊ ኣዝዩ ጽሩይ ዕስራን ሓደን ካራቶ ወርቂ ስለ ዝሰደድኩምለይ ብጣዕሚ ብጣዕሚ እየ ዘመስግነኩም ክቡራት የሕዋተይ እንተ ደኣ ኦርደር ክትገብራ ደሊኽን ኣዝዮም እሙናት ልዕሊ ኩሉ ከኣ ክተዛራርቦም ከለኻ ከኣኒ በቃ ከምዚ ምስ ሸቃጦ ዘይኮነስ ምስ ኣሕዋትካ ትዛረብ ደለኻ ናይ ብሓቂ ኣነ ፈትየዮም በቃ ናይ ብሓቂ ምሻሎ ጥዑማት በቃ ኣነ ብጣዕሚ ብጣዕሚ እየ ፈትየኩም ዘለኹ ቴንኪም ሶማች እንዳ ዳኒ ዳኒ ሓወይ ኤንድ ሉላ ሓፍተይ እግዚኣብሔር ኣምላኽ ብውላድኩም ተሓጎሱ ኣብ ስራሕኻ እሙን ምዃን ከዓ ንዓኻ እዩ ንዓኻ እዩ በረኸትካ ዝበዝሓልካ ስለዚ እሙናት ኮይንኩም ኣነሲ ከምዚ ጌርኩም ከምዚ ዓይነት ብቻ ኣሎ ኦሬዲ ስራሕኹም እንዲ ግን ከምዚ ካብ ትፅቢተይ ንላዕሊ ከዓ ስለ ዝሰደድኩምለይ ልዕሊ ኩሉ ከዓ ከምቲ ስክብሎ ፀናኹም ብኣቀባብላኹምን ኩሉ ነገርኩምን ስለ ዝፈተኽዎ ኣዝየ እየ ዘመስግነኩም ኣዝየ እየ ዘመስግነኩም ቀፅልዎ ክቡራት ኣሕዋተይ እንድሕር ዕስራን ሓደን ካራተ ወርቂ ኦርደር ክትገብራ ደሊኹም ኮይንክን ወያ ክቡራት ኣሕዋተይ ኣቲ ማወዳት ከዓ ነንስትኹም ከም ሰብኣይ ሕጒስኒ ደሎ ንዓይ ዘረባ ስጋዕ ዝጠፈኣኒ ኣብዚ ቪድዮ ኮይነ ደለኹ ብሓጎስ ማለት እዩ ወርቂ ከሐጉሰና መዓት እዩ ኣነ ክሳዕ ክንድዚ እኮ ኣይተጸበኽዎን እንዴ ግን እንድዒ ነብሰይ ስጋዕ ምቁጻር ስን ተሓጒሰ እየ ቴንክ ዩ ሶ ማች ፋሲለይ ክትሕጉስወን እንድሕር ደሊኹም ንዕርኽትኹም ነንስትኹም ንሓፍትኹም ነዴኹም ንዝኾነ ሰብ እዚኦም ክቡራት የሕዋተይ ዳኒ ኤንድ ሉላ ሓፈሻዊ ከዓ ሉላ ሓበሻ ወርቂ እዮም ድበሃሉ ኣድራሽኦም ቴሌፎኖም ከምዚ ስክሪን ትርእይዎ ደለኹም ኢኹም ፌስቡክ ፔጆም እንድሕር ብፌስቡክ ክትረኽብዎ ደሊኹም ኣብዚ ኣለኩም ናይ ቲክቶክ ፔጅ እንድሕር ኮይኑ ኣብ ታሕቲ እቲ ሊንክ ክገድፈልኩም እየ ብዓብይኡ ግን በዚ ቁፅሪ ቴሌፎን ናይ ሉላ ወይ ከዓ ዳንኤል ዝብል ደሎ እንድሕር ደው ኢልኩብሎም ኣብ ካናዳ ኣብ ካናዳ ኣብ ቶሮንቶ እዮም ዝርከቡ ኣነ ብጣዕሚ ንዓይ ብውልቀይ ይምስክረሎም ኣለኹ እስኽን ከኣ ብውልቅኽን ካብዚ ቁጽሪ ቴለፎን ወሲድክን ሓላፍነት ተሰኪምክን ርግጸኛ እየ እንድሕር ደዊልክናሎም ልዕሊ እቲ ኣነ ፈትዮም ዘለኹ ከም ትፈትዎን ግን ኩሉ ሓላፍነት ባዕልኽን ትወስዳ ኣነ ስለ ዝፈትኽዎም ስለ ኦርደር ዝገበርኩሎም ኣዝየ ከኣ ስለ ዝተሓጎስኩሎም ብኩሉ ነገር እየ ዘመሓላልፈልክን ዘለኩ so እንድሕር ኣም ክሳ ክትገብራ ደሊክን ክትገዝኡ ደሊኩም ኮንታክት ክትገብርዎም ትልእሉ ኢኩም ልዕሊ ኩሉ ከኣ ብወሳፕ በዚ ቁጽሪ ዘሎ ብወሳፕ ምክንያቱ ኣብ ወሳፕ ናይ ቢዝነስ ኩሉ እቲ ትዛራረቦ ውን ኣብኡ ሪኮርድ ስለ ዝኮነልካ ኣብ ዝኮነ ሰዓት ኣብ ዝኮነ ግዜ ክድውሉሎም ትክእሉ ኢኩም ዋላ ሽዑ ንሽዑ እንተ ዘይተመሊሰምኩም ጸኒሖም ውን ክምለሱኹም ይኽእሉ እዮም። ብጣዓሚ ብጣዓሚ thank you so much ሉላ ሓበሻ ወርቂ ደጊመ ደጋጊመ ደጊመ ደጋጊመ thank you so much I don't think so ከምዚ ገይረ ተሓጒሰ ዝፈልጥ look guys ገለ ዓይነት ወርቂ እዮም ሰዲዶምለይ ሽዋሕዋሕዋሕዋሕዋሕዋሕ ዝብል ሎቱ ከዓ ንሱ ትፈቱ

ወሊድናዮም ደለና ደቅና ነቦይ ክብሉ ዝነብሩ ይግበሮም ኣቦይ በዚ ክበር ኣቦይ በዚ ንበር ድብሉኻ ይግበሮም ካብዚኣ ንላዕሊ ወላ ሓንቲ ክዛረብ ኣይክእልን እየ ብዙሕ ነገር ንዕኡ ከማን ክገብር እንዳክኣለ እዩ ኖኖኖኖኖ ሰበይተይ ክሕጉስ እዩ ሕጂ በቃ ተንደስ ድብላኽ ንዓኽ መርፅለክ ተባሂለ ኣምሪፅካ ከምዚ ጌርካ ኣዚኻ ስለ ዘደሰትካኒ ሕጉስ ድስት ክትብል ንበረለይ ስለዚ ክቡራተይ ኣነ ብጣዕሚ ብጣዕሚ ተሓጒሰ ስለ ዘለኹ ኣይ ቲንክ ሎም መዓንቲ ከም ዝተፀበኹ ካነ ይኮነ ከም ዘረባ ጠፊእኒ ኣሎ ካብ ሚሕር ሓጎስ ማለት እዩ ወርቂ ክሳዕ ክንዲ ዘሐጉሰካ ይመሰለኒ ነይረ ኣነ ሓቂ ዘረባ ከምዚ ምሻሉ ክሳዕ ክንድዝሲ ብጣዕሚ እዩ ሕጒሱኒ ሰብኣይ ክኸብለልካ ከሎ ዝኾነ ነገር ከዓስ መመሊሱ እዩ ድሕጉሰካ እዚ ክዳነይ ከዓ እዚ ገይረዮ ዘለኹ ክዳነይ እንድሕር ፈቲኽንኦ ካብ ካሕሳይ ሓበሻ ስቶር ኣብ ኦታዋ ዝርከብ ኣብ ካናዳስ ኩሉ ወኒንና ኣለና ማለት እዩ ሸየጥቲ ወርቂ በዓል ዳሉ ሓወይ ሉላ ሓፍተይ ወኒንና ኣለና ድኳን ከዓ ከመይ ዝበለ ዓቕ ዝበለ ድኳን ክንደይ ውራያት ዘፀበቐት እቲ ኣብ ቪድዮ ኣብ ዝሓለፈት ዘርጊሐያ ነይረ ከምኡውን ቁጽሪ ቴለፎኑ ክገድፈልክን እየ ኣብ ኮመንት ሴክሽን እቲ ቪድዮ እውን እንድሕር ኣቲኽን እቲ ድኳን ክትርእዮ ተደሊኽን እቲ ናይ ቪድዮ ሊንክ እውን ኣብኡ ክገድፈልክን እየ ኦርደር ክትገብራ ትኽእላ ኢኽን ዝተረፈ የለን ወርቂ ምፅኤልክን ጥልፊ ምፅኤልክን ኩሉ ኣፕሪሸይት ግበራት ተን ደቂ ኣንስትዮ ደቂ ተባዕትዮ ከዓ ከምኡ ማለት እዩ ዋላ ናይ ኩሉ ዓይነት ወርቂ ናይ ደቂ ተባዕትዮ ይኹን ናይ ደቂ ኣንስትዮ ከም ዝሸጡ እዮም ድሮ ንዓይ ሓቢሮምኒ ዘለዉ ዕስራን ሓደን ካራት ክንደይ ግራም እየን ገለ ኢልክን ክሳብ ከይትኾና ስለ ዘርኣኹኽን ሰላሳ ግራም እየን እንድሕር ፈቲኽንኤን በቃ ቅልል ኢልካ ኣብ ዝኾነ ኣውደኣመት ናብ ዝኾነ ነገርሲ ቃጣዕ ኣቢልካ ትገብረን ዘይከብዳኻ ጽቡቓት ወርቂ እየን ኣነ ብጣዕሚ እየ ፈትየን እንድሕር ፈቲኽነን ኣርእየክንሲ እቲ ግራም ከዓ ክነግረክን ኢለ እየ ሰላሳ ግራም እየን ቫልዩ ዘለወን እዚ ከዓ ከምዚ ገመዲ ገመዲ ድበሃል ኦማይ ጋድ ዓይንኽን ከይወግኣክን እዚኣ ኸ ራያ ካብዚ ናይ እዝኒ ካ ዕቢ ዝበለት ካትም ኩሉ ኩሉ ግን ሰላሳ ግራሚ እንድሕር ፈቲኽኖ ማለት ዋላ እቶም ደቂ ተባዕትዮ ከዓ ዎ እዚ እንዳ ንሰበይቲ እንድሕር ኢልኩመን ኦርደር ክትገብርዎን ትኽእሉ ኢኹም በዚ ክነግረኩም ዝፀናሕኹ ኣድራሻ ማለት እዩ እዳለኹዎ ቪድዮ እዚ እዩ ነይሩ ብዙሕ ሰብ ወርቂ ክእዝዝ ብጣዕሚ ስለ ዝሽክር ምናልባት ካብዚ ናተይ ሓበሬታ ከምዚ ኣነ ተሓጒሰ እየ ዘለኹ ክትሕጎሱ ስለ ትኽእሉ ኢለ እየ ናይ ዳኒ ን ሉላ ሓፈሻዊ ከዓ ሉላ ሓበሻ ወርቂ ኣድራሻኡ ከሎ ክህበኩም ኣብኡ ከለኹ ከዓ ሰብኣየ የመስግን ኢለ እየ እዛ ቪድዮ ሰሪሐ እያ ፈቲኹሞ ክትከውኑ ተስፋ ይገብር እንድሕር ፈቲኹሞ ኣብ ኮመንት ፀሓፍለ ኢኹም እንደገና ከዓ ንሰብኣየ ኣመስግንለይ ሎማዓንቲ ናይ ሎሚ ኮመንት ንዓይ ዘይኮነ ንሰብኣየ Thank you thank you ነዛ ሓፍትና ንመርቆም ጌርክሞ ድሕጎ ሓፍትኽን እንደ መሓዛኽን ሓፍትኽን ኩሉ ነገርክን እዮም ሻብዛይት እንዱ ንመሩ ዘሐጎስካልና ኢልክን ንሰብኣየይ ወዲ ገሬ ኣመስግናለይ ባይ ባይ